የቀንየለይ ክብረት ይሃብለይ የቀንየለይ የቀንየለይ የቀንየለይ
ተቕማጥ ዘገርም እኳ እዩ ለማንን ለማኑ ክትኽበሉስ ብጣዕሚ እዩ ዘገርም እንታይ ኢልኪ
መን እየ ለማናይ ክትፈልጢ ግን ኣምላኽ እመስገን ርሂጠ ዝበልዕ ሰብ እዩ ሓራ እዚ ብዝትበልዐ ከዳ ምስ ምንታይ ክሕሰብ እዚ ሞ ኩሉ ደሎ እንድዩ ነቲ ጸጊቦም ከይተንከፍዎ ዝኸዱ ምብላዕ ግን ሓድሽ ኣይኮነ ኖ ማለተይ ስታይ ዲ ክብለኪ ደለ ንስኺ ትብሊ እንዳተረድእኒ ኣለኮ ከምዚ ብዓበይቲ ሬስቶራንታት ምስ ሎምጥና ዝሓስቦ ከምኡ ዓይነት እዩ ዝኸዓ ጽቡቕ ኣስተምህሮ ሕጂ ስቲ ንዓና ተሓሰበስ ንዑ ይብኪዮ ማለት ድዩ እዚኣስ ንስኺ ስለ ዘይገበርኪ ኣሕሪቓትኪ እምበር ኪድ ውጻእ ኢልኪ ምሰጎግኪዮ ንመስለኒ ን ንሱ ሓቅኺ እንዲኺ ግን እዚ ስረዕዮ እሞ ዓይነ ብርኪ ዘለዎ መንእሰይስ እዚ ክልምን ዋእ ሰሪሑ ዘይበልዕ። ዋት መዓረይ ንሕና ዘይንፈልጦ ሕማም ክህልዎ ይኽእል ካልኣይ ከኣስ ካብ ኣካላዊ ኮነ የእምሮ ሕማም እገድድ። ውይ ኣቲ ኮሊራ ትዛረቢ ኢኺ ኮንኪ ሎሚ ታይ ድኺ በሊዕኺ። ብዓቕምኻ ጽቡቕ ግበር ንመን እማኖም እኳ ዝተባህለ ጽቡቕ ምግባር ከኣ

ስለ ወላዲት ኣምላክ ስለ ኣምና ኣረጋዊ ስለ ስለ ቅዱስ ገብርኤል ዳብልኩኻ በጃኻ ባብላሓና እርዳእካ ኣይትሰምዕ እንዳ
ተትሪኦ ጉሽጠይ ከብደይ ደሎ እዞም ሓሳኹ ተረዲኻናኻ ክበልዑ ንደልዮም ኣለዉ ስለ ስለ ማርያም ስማኒ
ይርዳእካ ይርዳእካ

ኪድ ያኺ ባዕልኻ ትፈልጥ ቧዕ። ኣታ በዞም ኩሎም መላእኽቲ እንዳጸዋዕኹልካስ ኣይትሰምዓንን ኣይትረድኣንን። ኣነ ድምጽኻ ጥራሕ እየ ዝሰምዕ ዘለኹ ናይ ኩሎም ኣማልኽቲ ድምጺ ይሰማዕኩም ግን ሶሪ ይትሓዘለይ ኩሎም ኣማልኽቲ ይርድኡኻ። እሞ ንስኻ እተደይረድኢኻንስ መን ክረድኣኒ እዩሞ ደኣኒ።

ምስኪናይ ከደንግፀካ ነሽ ዋ እንተ ከደንግፀካ ደኣ ኮነ ኢሉ እኮ እዩ ብመፅናዕቲ ደድሕሪ እዩ ዝመፅእ ደሎ ኣንቲ እንታይ ርኢኺ ብኣጋጣሚ ክልተ ግዜ ተራኺቦም ኢልክስ ኖኖኖኖ ከምዚ ዓይነት ደረቐኛ ለማን ርኢ ይፈልጥ ነይ ኣነ ዋይ ኣቲ እንታይ ደይገበረ እዛ ከብዲ እዚኣ ደይ ከተጽድፈካ እያ ትደሊ። ንሱ ሓቅኺ እንዲኺ ይርዳእካ ኢልዎ ዘይከይድ ከምዚ ብርቱዕ ከልቢ ስሒንኒ ይብል ኣየሕርቐካ። እሞ ስለዝስ ጽቡቕ ገበሮ ዲኺ ትብሊ ኣለኺ? እወ ጽቡቕ ገበሮ ለሚድና እኮ እዩ።
የቐንየለይ ብጣዕሚ ብጣዕሚ እየ ዘመስግን ብጣዕሚ እየ ዘመስግን የቐንየለይ። ዋእ! ነቲ ብሓይሊ ዝረኸብካዮ ድኣ እንታይ የቐንየለይ ክትብሎ ኢኻ በጃኻ ኢለካ ሕጂ ውጻእ ውጻእ ጥራይ። ደሃን ደሃን ንስኺ ዝበልኪ በሊ ኣነ ግን ብጣዕሚ እየ ዘመስግን የመስግንላ ኣለኹ ኣነ ክብረት ይሃበለይ።
ሑቕስ ደመይ ሽኸርከር ከብለለይ እዩ።
ኣታ ታይ ጸገምካ ንስኻ እምበር ታይ ጸገምካ

እዚ ሰብ እዚ ንሓደ ምስኪን ሰብኣይ ኣብ እንዳ ሻሂ ርእሱ ተርቢዑ ደም ኣውፅዎ ከይኣኽሎ ንዓናይ ዝባን ሕጊ ትበልክዎ ከዓ ንዓይ ሓኒቑ እዕፊርን ከዕፍረኒ ሓሲቡ ኣይዓፈርኩን ሓኒቕኒ ከዕፍረኒ ሓሲቡ ዓፈርካ ክትዓፍር ቀን ይበሃል ሓኒቕኒ ፖሊስ እዚ ሰብኣይ እዚ ሓኒቕካ እዋ ሓኒቕካ ሳኻ እንታይ መልስኻ ብመጀመርያ እዚ ሰብ እዚ ሓሳዊ እዩ ሓንሳብ ዓፍራብል ሓንሳብ ገለ ኣነ ዝፈጋእክዎ ሰብ የለ ገለ የለ ግን ኣብ መገደይ ጸኒሑ ዕግርግር ምስ ፈጠረለይ ኣስሒቱኒ ነይሩ ተጋጌ ከማን ቀቲለ ኣታ ወዲ ስርዓት ግበር ዋ። እዚ ቦታ ሕጊ እዩ ኣረ ድለይካ ኣፍካ ዝሃበካ ቃል ኣይትዛረብ ንኻ ትዛረቦ ዘረባ ተጠንቂቅካ ተዛረብ ሃ ተረፍ ደሊካ ቅጽል ሕራይ ግን ኣነ ክነግረካ መጀመርያ እዚ ሰብ እዚ ምስ ከልከለኒ ምዃን እንታይ ሕራይ ኢለ ናብዚ ምምፀኢ ከማን ጌጋ እዩ

ስምዓኒ እስኻ ኣበይ እዩ እዚ ኩሉ ፍጻሜ ተፈጺሙ ትብሎ ዘለኻ? ኣብቲ እንዳ ሻሂ እንታይ ትገብር መጺኻ እስኻ ናብ ኣብቲ እንዳ ሻሂ ኦኬ ፍጻሜ ኣብኡ ዘጋጥመካ ኣብቲ እንዳ ሻሂ ተሃሪሙ ፖሊስ እንታይ ደኣ ሓኒቑ ፈንጠር ከብልን ኣይሓነቐንን ኣብ መንጎኡ ክልተ
ዋላ ሓንቲ ኣነ ደኣ ክፉእ ርኤ ሕማቕ ርኤ ፖሊስ ዝባን ሕጊ ኢላ እንዳ ፖሊስ ተምጻኽዎ ሰብኣይ እዚ ከዓ ኣታ ስነ ስርዓት ግበር በቃ ከምዛ ዝብለካ ሓሚቁ ፈረጥ ከብለኒ ቁሩብ ተሪፉ። እዛ ቃል እዚኣ ክትዛረባ ከለኻኸ ብዓይኒ ዝነበሩ መሰኻኽር ወይ ወይተራት ወይ እቲ ዋና ወይ ካሊእ ሰተይቲ ጋያሸ ነይሮም በለለይ።
ኣብ ደገ እኳ እዩ ኣብ ደገ ምስ ወፀ ኣብ ደገ እወ ኣብ ደገ ድሃሪሞ ንዕኡ ፈጊእዎ ደገ ምስ ወፀ ኣነ ዝባን ሕጊለ ደድሕሪኡ ምስ ኮትኩ ንዓይ ከዓ ኡዕ ሒዙ ከዓ ሓኒቑ ፈረጥ ከብለኒ በቃ እዚ ትብሎ ዘለኹ ትዝተሃርመ ሰብ ሕጂ ኣበይ እዩ ዘሎ ብሕክምና

ዝኾነ ዝምድና ይብልካ
መን ኢታሪም ዝበሃል ዘሎ ኣነ እኮ ምርዳእ ኣብኒ ኣይናይ እዩ እቲ ዘመዱ ዋላ ሓንቲ ክርዳእኒ ይከኣልን ኣሎ ታሪሙ ዝበሃል
ንኽልቲኦም ከጠንቅቐኩም እየ ንስኻ ንዘይተዋዕለ ነገር ትኸስስ እንድሕር ሃሊኻ ሕጊ ይትንሕፈካን እዩ ንስኻ ኸ

ዋው ከመይ ዓይነት ሰባት መጺኦምሉ ዘለዉ ዋቶ ኣዚ ቦታ ሕጊ እዩ። ስማዕ እስኪ ስማዕ ስማዕ ስማዕ ኣነ ኣነ ተሃሪመ ኢለካ ድየ ኣነ ነጊረካ ተሃሪመ ኢለካ ንዓይ ዘብልዓኒ ዘብልዓኒ ከብደይ ይዕንገል ኣለኺ ርኢኻዮ ዲኻ ርኢኻዮ ዲኻ እስኹም ኮኩቡ ጥራይ ኢኹም ትብሉ ርእዩሞ ፖሊስ ርእዩሞ ርእዩሞ እቲ ገጹ እሞ ርእዩ እንታይ ይመስል እስከ ሁርኩት ሰራሕተኛ ጻዕራም ርሂጸ በላዕ ትመስል እምበር እስኻ ተዛሪበ በላዕ ኢኻ ሃርዞ ሓጻር ነገር ከነሕጽሮ ትኸሶ ዲኻ ንመን

ነገራት ባዕልኻ ክትረድኦም፣ ክትህድኦም፣ ክትፈትሖም እንተፈቲንካ እዩ ዘዋጻጽኣካ። እዚ ቦታ ሓቂ ክትፈልጥ ኣብዚ ንሪኦ፣ ንጥምቶ፣ ንዕዘቦ ወይ ንከታተሎ ነገር ክብድ ዝበለ ምፍትሑ ዘጸግመኩም ናብ ገበን ገጹ ዝተጸገዐ ነገር ደኣ እምበር ከምዚ ኣንቺ መንቺ ኮይኑ ጥዑም ዝኾነ ነገራት ኣብ ደገኹም ከይድኩም ትፈጥርዎ መጻወትኻ ኣይኮነን እዚ ቤት ጽሕፈት እዚ ክትፈልጥ ነገራት ንርእየሉ ጥራይ ዘይኮነስ ነገራት ንፈትሓሉ ገበነኛታት ንቕይደሉ ለባም ህዝቢ ክትፈልጥ ነገራት ኣብ ውሽጡ ሕቂቑ ከትርፍ ዝኽእል ህዝቢ ነዚ ደቂቕ ነገር ቆሎ ትጥቆ ኣንቺ መንቺ ዝኾነ ነገር ከዓ ኣብ ውሽጡ ንምንታይ ክትፈትሖ ዘይትፈትሖ ኣታ ንምንታይ ኣታ ወዲ ክትዛረብ እንደ ትፈትን እዚኣ ስለምንታይ ከምዚኣ ጌርካ ሓውኻ እንዲዩ ከምዚኣ እንዲዩ ከምዚኣ እንዲዩ ሃሪምዎ ኢልካ ይኽሰካ ምዃኑ ተትፈልጦ ድኣ ንሰብ ብዘይ ወዓሎ ብዘይ ገበሮ ምጽላእ ተኺኢልካ ስራሕ ተኺኢልካ ጸጊርካ ንበር ነገራት ተጋጢሞምካ ከኣ ከተረዳድእ ፈትን። ፖሊስ ክሳይ ኮይ እዚ ሰብ እዚ ከምዚ ዝረኣኻዮ ርእሱ እንዲዩ ተሃሪሙ ዘሎ ተወጃቢርዎ ክኸውን ይኽእል እዩ ተገማጢልዎ ኣሎ ፖሊስ ኣብዚ ዝምልከተካ ስራሕ ኣድምቶ ወዲእካ

እንታይ ገይረ ሕሙም ዲኻ ስኻ ኣንተ ወይሲ ሰብኣይ ኣፈጋከ ንዓኻ ወፈጊኒ እውይ
ኣታ ከመይ ዓይነት ሰብ ኢኻ ስኻ ዋ ተመዛቢልካ ድዩ እንታይ ዳ ነቲ ፖሊስ ኣይፈጋኣንን ትብሎ ከምኡ ይድባል ኣታ ስለ ማርያም ተኣለልግስ
ሙሽሙሽ ንዓኻ ኣይኮነን ዶ ክተኹበልካ ዘይትኸስስ ተኾይንካ እቲ ሓደ ግንባርካ ክተኹበካ
እሞ እንድሕር ደኣ ደይትተኹበለይ ኮንካስ ንምንታይ ሓሊኻለይ ደኣ ስለ ማርያም ወጅኑ ባይ ልተኩብ ደኣ መስል ድርባይ ጅብ ስለ ማርያም ዘይትጅምር ምሳና ስራሕ

በብሓደ ድዩ ዋላ ኩሉ ብሓንሳብ እየ ከንጽኣልካ? ብሓንሳብ ከትርጾ እንድየ ደልየ፣ ከመይ ድየ ጠምየ ደለኹ። መምጽኤይ ከኣ ሓቂ ዘረባ ናይ ቀዳመይቲ ደሞዘይ ንኽልቴኽን ክጋብዘክን ዝያዳ ከኣ ንዓኺ ክጋብዝ ኢለ እየ መጺኤ። ስማዕ መገደም ዝበሃል ኣሎ፣ ንኸምዚ ከማኻ ዘይእሙናት ሰባት ኣኽፊልካ ኢኻ ተብልዖም። ሰሚዕካኒ? ናይዚ ኩሉ ዝኣዘዝካዮ ሕሳብ ክፈል። ዓጀውጀውጀውጀው ኣይትበለልና። ጸገም የለን።

ንኹሉ ሰብ ብማዕረ ትጥምቲ ኣፈላላይ ዝበሃል ነገር የብልካ ልኾይ ክስኺ ንስኺ ግን ቁሩብ ቁሩብ ንባዕልኺ ድኻ ከለኽስ ድኻታት ትፅል ጠባይ ጠባይ ክትገዝእለኪ የለን ድማ ንሕና ክንበኪ ጠባይ ምሉ እዩ ደሎ ምሳና ቁሩብ ከምዚኣ ሓቀይ ኮም ብላ ምስ ገበርካ መልሓሳ ንዊሕካ ከምዚ ዓለም ዝወነንካያ ከምኡ ኮይኑ ተሰሚዕካ ልክዕ
ካብ ናይ እዚኣ ቁሩብ ጠባይ ውሰዲ ብእውነት በዛ ዘለኽያ ጠባይ እመንኒ ኢልኪ ድመርዓወኪ ሰብ ኣይትረኽብን እየ ንስኸ ግን ሓዳር ተደይ ጌርክስ ምፈተና
ዜሮ ዜሮ ስናበይ ክመፅእ ይደሊ ማዕረ
እቲያ ምግቢ ምፅለያ ኣብቲያ

ስራሕ ስራሕ ጀሚረካ ብልማን ገዲፍካያ ስራሕ ጀሚርካ ገዲፈዮ ስራሕ ጀሚረ ደሓነ ስራሕ ምስ ቢዝነስ ዝተኣሳሰር ኣታ ጥራሕ ስራሕ ይኹን እምበር ምስ ድላይካ ተኣሳስሮ ምስ ዝኾነ ተኣሳስር ኣነ ከዓ እንታይ ደሊ ናይ ስራሕ መጀመርየይሲ ከም ስሓካ ክጋብዘካ ደልየ ኮ ኖ ኖ ኖ ናይታ ስራሕ ጀመርካያ ኣነ እየ ዘምስሓካ ስምዓኒ
ድሕርታ ዝፈጋዕኻኒ እተን ትህኪት በታ ደም ጌረን ጠፊኤን ኣለየን ሕጂ ስራሕ ናይ ዝጀመርኩ ባዕለይ ከም ዝሓካ
ውይ ኣነ ኸዓ እብለካ ንሳሮን ኳ ዝነበረኒ ስኽፍታ መዓት እዩ እንታይ ሕማቕ ዝገበርኩዋ ግን ንፅቡቐይ ኮይና ብዙሕ ፅቡቕ ሒዛ መፅያ